ሰላም ዋት ኣብዛ ናይ ፍረንች ክላስ እምበኣር ከመይ ጌርና ብዛዕባ ናይ ኖም ዝበሃሉ ኣለዉ ኣብ ፍረንች ኣዝዮም ኣገደስቲ ዝኾኑ ኮንሰፕት ንዖም ከመይ ጌርና ዝተወሰነ ሓፈሻዊ ግራመር ክንዕዘብ ኢና ብዛዕባኦም ንኣብነት እቶም ኖም እቲ ናቱ እቶም ኖም እንታይ ኢና ብትግርኛ እንዳሕደራ ክንቀይሮም ዶ ኢልና ንኣብነት ወዲ ተባዕታይን ጓል ኣንስተይትን ክንገልጽ ኮለና ንኣብነት ንዕኡ ንሱ ክንብል ኢና ወይ ድማ ንዓኣ ንሳ ክንብል ኢና። ሱ፣ ሳ ዝብል ዘሎ ንሱ ሓደ ካብቲ ነቲ ኖም ዝገልጽ እዩ። ጀንደር ወይ ድማ እንታይ ዓይነት ጀንደር ንገልጽ ኣለና ማለት እዩ። ንሱ፣ ንሳ ወይ ድማ ብዙሓት ነይሮም እንተኾይኖም ከኣ እንታይ እዩ ዘድልየና ዘሎ ኣብዚ ሕጂ እቲ ተባዕታዋይ ዝኾነ ነገራት ወይ ድማ ተንሳዩ ዝኾነ ነገራት ንዋላ ኣብ ማተርያል ይቕሬታ ዋላ ኣብ ማተርያል ኢና ንዕኡ ንጥቀመሉ ንኣብነት ገለገለ ነገራት ብናይ ወድ ተባዕታይ ወይ ድማ ብናይ ጓል ኣንስተይቲ ክንፅውዖም ኢና ገለገለ ከዓ ብብዙሕ ኦኬ ሕጂ ብዚ ንሕና ዝተወሰኑ ክንዕዘብ ደልየ ኣለኹ ንኣብነት እንታይ ብለና ኣሎ ኣላ ዲፋረንስ ደ ትሎንግ ላ ፍራንሴ ና ክ ደ ጀነር እንታይ ብለና ኣሎ ፍሬንች እታ ናይ ቋንቋ ፍሬንችሲ ፍሊብድ ብፍልይ ዝበለ ካብ ካልእ ቋንቋታት ክልተ ጀነር እዩ ደለዋ ማለት ወዲ ተባዕታይን ጓል ኣንስተይትን ኣብ ትግርኛ እውን ከምኡ እዩ ደሎ ንሱ ንሳ ካብኡ ተወሳኺ እንድሕር ካልእ ኣህሊ ማለት ካልእ ተወሳኺ ሰርች የድሊ እዩ ማለት እዩ ላማስኪልን ኤላ ፈሚንን ፓደነትኽ ዶንክ ነትኽ ድበሃል የለን ንኣብነት ኣብ ጀርመን ኣሎ ጀርመን ክነፅንዖ ከለና ንኣብነት ነትኽ ኣለና ነቲ ከ ንኣብነት እንድሕር ደኣ ደኽ ደኽ ዲ እንድሕር ደኣ ኢልና ደኽ እቲ ንወ ተባዕታይ ንወ ደለናይ ዲ እታን ጓል ኣንስተይቲ ዳስ ከኣኒ እቲ ነቱ ክናና እዩ ኤክሰተራ ኤክሰተራ ማለት እዩ ኣብ ፍረንች ግን ከምኡ የለን ለጀን ኻንዲክ ዶን ለ ዲስክሲነር ባክላ ፕሬቫሲዮን ኤም እዚ ብዘየገድስ ሌኖም ማስኪሊን እንታይ ብለን ኣሎ ዝተወሰኑ ኣብነት የምፅኤ ማዕት ኣለዎ እቶም ዝተወሰኑ ኣብነት ግን

ለደንሳኽ እቲ ባይዘወይ እቲ ንዓና ዘገድሰና ደሎ ለ ደይኮነ እቲ መወዳእታ ደለ እዩ ለ ኣርቲክልስ እሶም ካልእ ኮንሰፕት እዮም ዝሓለፈ ክላስታት ርኢና ነርና ኢና ኣብዚ ግን እንታይ ኢና ንዕዘብ ደለና እቲ ኣብ መወዳእትኡ ንሳ ሳ ንሱ ሱ ዝብል ዘሎ ማለት እዩ ልምዚስያን እቲ ደራፋይ ወይ ድማ ተፃዋታይ ናይ ሙዚክ ልሻ

እቶም ፌሚኒን ኢልና ንፅውዖም ደልናይ ባይዘወይ ናይ ፌሚኒን ናብ ዝሓለፈ ከብለኩም ናብዚ ከብለኩም እዚኦም እቶም ፌሚኒን ኢልና ንፅውዖም ደልና ንሶም እንታይ እዮም ንኣብነት ብነቲ ሜትሬዝ ነቲ መምህር ብጓል ኣንስተይቲ ክንፅውዖ እንድሕር ደልና ላ ሜትሬዝ ኢልና ኡኤስ ክንሕውሰሉ ኢና ነቲ ቨንዶኽ ወይ ነቲ ሸያጣይ ከዓኒ እንድሕር ደኣ ጓል ኣንስተይቲ እንተኮይና ላ ቨንዱዝ ላ ደንሱዝ መብዛሕትኡ ግዜ ኦፕ ይቕሬታ መብዛሕትኡ ግዜ እዚ እዝ ዝብል ዘሎ ክንርኢ ኢና ኣብ ዝተወሰኑ ነገራት ማለት እዩ ከምኡ ውን ነቶም ኢኤን ዝነበርዎ ተባዕታይ ኣብዚ ሕጂ ዳብል ኤን ጌርና ኡ ክንሕውስ ኢና እንታይ ማለት እዩ ለሙዚስያን ዝነበረ ላሚዚስያን ለሽን ኣብዚ ከዓኒ ነቲ ባይዘወይ ኣስተባሃሉሉ ኣብ ነፍሲ ወከፍ ንሪኦ ደልና ይቕሬታ ኣብ ነፍሲ ወከፍ ንሪኦ ደልና ኣብዚ ዓንተዎ እንታይ ነይሩ ኡኤስ ዝነበረ ኣብዚ ሕጂ እንታይ ሓዊስና ኤስ ኡ ቀጺልና ኢ ኡ ኤንድ ነበረ እሱ በይን ድሕሪ ኢልኩምና ኣብ ዝሓለፈ ክላሲ ኣብዚ ሕጂ ዝብለኩም ዘሎ እንድሕር ናብ ሰሚስና ሕጂ ኡኤን ዝነበረ ኣብ ናይ ወተባዕታይ ኣብ ናይ ጓል ኣንስተይቲ ኤንኡ ክንውስኸሉ ኢና ኢ ኤኽ ዝነበረ ኣብ ናይ ወተባዕታይ ኣብ ናይ ወተባዕታይ ኣብ ናይ ጓል ኣንስተይቲ ኣክሰንት ጌርና እ ክንውስኽ ኢና ኤክሰተራ ኤክሰተራ ማለት እዩ ኣብዚ ሕጂ ኣብ ከምዚ ንሪኦ ዘለና እንታይ ብለና ኣሎ ላፋሳት ገጽ ማለት እዩ እታ ገጽ ለስታድ ወይ ድማ ደረጃ ደለናዮ ኤክሰተራ ኤክሰተራ ኣብዚ ከዓ ንህለኩም ከም ዝትሪእዎ ኣለኹም ኣብ ነፍሲ ወከፍ እቲ ኣብ መወዳእታ ደሎ እዚኦም እቶም ዠነ ክደኖም ጓል ኣንሰይቲ ወይ ድማ ንወ ተባዕታይ ብዘየገድስ ነቲ ክፍለ ኣካል ደሎ ሂወታዊ ዝኾነ ሰብ ገለ ማለት ኣይኮነን ዋላ ንነገራት ኢና ሓንሳብ ብጓል ኣንስተይቲ ክንጽውዖ ኢና፣ ሓንሳብ ካብ ወድ ተባዕታይ እንታይ ኣሎ ማለት እዩ? ንኣብነት ኣብ ብትግርኛ እንድሕር ክንርኢ ደሊና መኪና ጓል ኣንስተይታዊ ዝኾነ ኦብጀክት እዩ ማለት እታ መኪና ኢና ንብል እቲ መኪና ባይዘወይ ንሱን መምሃራ ናይ ትግርኛ ይምልከት ግን እቲ ሓፈሻዊ ከም ተዛራባይ ትግርኛ ክሪኦ ከለኹ እታ መኪና ኢና ንብል እምበር እቲ መኪና ይንብል ኢና በንፃሩ ድማ ወይ ድማ እታ ቡስ ንሳ ውን ጓል ኣንስተይቲ እንድሕር ደኣ ኣለዉ ንወድ ተባዕታይ ዝምልከቱ ግን ኣብነት እዩ ኦኬ ሕጂ ናብዚ እንድሕር ከይድና ኣብዚ እንታይ ክንርኢ ኢና ፕሉኸልካ ኣለውና ማለት ብብዝሒ ንኣብነት እታ መኪና ዝነበረ እንታይ ክንገብረ ኢና እተን መኻይን ወይ ድማ ካልእ ብፕሉኸል ዝፅውዑ መዓት ኣለውና ኣብ ናይ ኸግል ጀነኻል ብለና ኣሎ ኸግል ጀነኻል ማለት እቲ ሓፈሻዊ ሕጊ እንታይ ይብለና ኣሎ? ፕሮናውንሳሴ ንገብር እና ግን ኤስ ኢና ንውስኸሉ። ንኣብነት ኤግዛምፕል ኢሉ ሂብና ኣሎ ሌፖም ፖም ማለት ቱፋሕ ኤስ ንውስኽ ግን ኣይነድምፆን ኢና ሌፖምስ ኣይኮና ንብል ዘለና ሌፖም ጥራይ ኢና ንብል እዚ ሌል እቲ ሱት ኣርቲክልና ናይ እቲ ዩኤስ ዝበሉ እቲ ኤስ ዝውስኽ ዘሎ ከዓኒ እቲ ሓፈሻዊ ጀነራል ሌዥን ወይ ድማ ተም ህዝቢ ወይ ድማ ተም መንእሰያት ማለት እዩ እዚ ተሕጋዊ ጀነራል ነዚኣ ትሒዝኩማ ቅሶ ገለ ዓይነት እንታይ ደኣ ካብ ዝተወሲኹ ከዓ ትሕልፍ ድበለ እንድሕር ክንዕምቆ ደልና ማለት ናይ ቋንቋ እንታይ ተሓፈሻዊ ጀነራል ንሕዞምስ እቲ ካብኡ ንላዕሊ ክንውስኽ እንድሕር ደልና ከዓኒ እንድሕር ደኣ ካብ ተወሳኺ ትምህርቲ ክንመሃር ደልና ኢና ንሱታት ዘገድሰና እምበር ምስቲ ማሕበረተሰብ ንምንባር ተሓፈሻዊ ጀነራል ቋንቋ እኹል እዩ ሕጂ ብዚ እንታይ ይብለና ኣሎ ብኤክስ ዝውድኡ ኣለዉ ንሶም እንታይ እዮም

ኣንሻቶ ኪፊኒ ብ ኡኣ እዩ ዝውድእ ብከምዚ ትሪእዎ ኣለኹም ማለት እዩ ንሱ ትራንስፎርም ይኸውን ኣብ ኣዩኤክስ ቲኤክስ ትሪእዎ ኣለኹም መጅብዚ ማለት እዩ ሕጂ እዚ እንታይ ዘርእየና ኣሎ ዝተወሰኑ ነገራት ኣለዉ ኡ ዝውድእ ንኣብነት ኣኒማል እንስሳ ነበረ ኣኒማል ኤክሰተራ ኣኒሞ እዩ ዝኸውን ክንሪኦ ከለና ማለት እዩ እዚ ሕጂ ዘገድሰና ዘሎ ንዓና ኤክሰተራ ኤክሰተራ ኣለዉ ዝተወሰኑ ብ ማለት እዚኦም እዮም እቶም ቀንዲ ገዳስቲ ንሶም ኮንጅጌት ክኾኑ ከለዉ ከዓ ናብ ብዙሓት ክቕየሩ ከለዉ እዛ ኤክስ ንኣብነት ነታ ኣብዚ ሕጂ እንታይ ይፈላለ እዩ ባይ ዘወይ ንኣብነት እዚኣ ብምላእ ንረኽባ ኣለና ኣብዚ እዚኦም ሰለስቲኦም ንሪኦም ኣለና ሽዑ ፕላስ ኤክስ ንገብር ኣለና ባይ ዘ ወይ ኣዳፕት ምግባር የድልየና እዩ ናብዚ ዝቕፅል እንድሕር ከይድና ሌኖም ታኹሚን ፓክ ኤስ ኤክስ ኣለውና ወይ ድማ ዘድ ነሸንጅ ፓ ፕሉኸል ንኣብነት ኣምፔይ ሓደ ሃገር ብፕሉኸል ክኸውን ከሎ ዴፔይ እቲ ደ እቲ ናና ኣርቲክል እዩ ግን እቲ ፔይ ኤስ ከም ደላታ ንሶም ሕጂ እንታይ እዩ እቲ ብኤስ ኤክስ ዘድ ዝውድኡ ንሰማይ ቀይሩን እዮም ገለ ዓይነት Certains pluriels irréguliers induisent une transformation de la racine même de mot ኣብዚ እንታይ ብለና ኣሎ ሓደ ሓደ ቃላት ዋላ እታ ብምሉእ እቲ ቃል ዋላ እዩ ዝቕየር ኣብነት ይብና ኣሎ ብዚ ኦይ ዓይኒ ማለት እዩ ኣን ኦይ ሓደ ዓይኒ ማለት እዩ ብዙሓት ይዕንቲ ክንብል ከለና ብትግርኛ እቲ ይዕንቲ እቲ ቃላት ኣሎ እቲ ፊደላት ኣሎ ኣብ ውሽጢ ማለት እዩ ይዕንትስ ብዛዕባ ዓይኒ ንዛረብ ምህላውና ይረአ ኣብ ፍሬንች ግን ጠቕላላ እዩ ተቕየር ኣኖይ ዝነበረ ደዙ ይቕየር ንኣብነት ከምዚ ትሪእዎ ኣለኹም ወላ እውን እቲ ፊደል ኣይንረኽቦ ኢና ደልና እዚ ሕጂ ገለገለ ኣለዉ ውሕዳት እዮም ግን ምፍላጦም ዶ መስሉ የለን ምክንያቱ ሓደ ሓደ ግዜ ድሕሪ ዳኣ ብፕሊኬል ኮንጅ ኮይኖም ፀኒሖምና ብዛዕባ ምንታይ ይዛረብ ኣለና ስክርዳኣና ኣለዎ ማለት እዩ ተሓሳብ ሕጂ እዚ ክነስተባሃለሉ ኣለና ባይዘወይ እዚኣ እታ ናይ መወዳእታ እያ ነይራ እንድሕር ደኣ ክንርኢ ደልና ካልእ ኣብነት ኣብነት ክንርኢ እንድሕር ደኣ ደልና ክነዕብያ ኣለና ባይዘወይ ክረኣየኩም ምእንቲ ንኣብነት እንታይ ርኢና ነርና ኦም እንድሕር ደኣ ርኢና ኦም እንታይ እዩ ኦም ሓደ ኣንኦሚ እንድሕር ደኣ ኣንኦም ክንብል ንኽእል ወይ ድማ ሎም ክንብል ንኽእል እዚ እቲ ማስኪና እንድበልናዮ እዩ ብደቂ ተባዕትዮ ንሪኦም ኢን ክንብል ከልና ከዓ እንታይ ክንርኢ ኢና ወይ ድማ ላ ፋም ኣብዚ ሕጂ ብመንፅር ወተባዕታይን ጓል ኣንስተይቲ ንፅውዖም ነገራት እንታይ ክህልዎ ክእሉ ብመንፅር ወተባዕታይ ክንፅውዖም ንኽእል

ላቮንድዝ ኢልና ንጽውዓ ኢና ማለት እዩ። ማለት ሸያይጢት ንቲ ወድ ተባዕታይ ሸያጣይ ንሳ ከኣ ሸያጢት ትፍልልዮ ሕጂ ምንታይ ኢኽን ድሕሪ ኢልኩምኒ ኣብዚ ኢና ንርኢ ዘለና ማለት እዩ። ጓል ኣንስተይትን ወድ ተባዕታይን ምዃኑ ክነረጋግጽ ማለት እዩ። እዚ ኣሎ ንብዙሕ ከ እንታይ ሕጂ ንኣብነት ብዙሕ እንታይ ርኢና ነርና ሌሻቶ ንኣብነት እቲ ጀነራል ዝኾነ እዚ ኤስ ጥራይ ኢና ንውስኽ ጀነራል እንድሕር ዳ ኮይኑ ኤስ ጥራይ ኢና ንውስኽ ኢለኩም እንድሕር ዳ ካብኡ ሕልፍ ድበለ እንድሕር ደልና ካልኦት ኣለዉ ከም ንኣብነት ሌዚ ሌዚ ርኢና ነርና ሌዚ ወይ ድማ ሌሻቶ ሻቶ እዚ ከምዚ ልክዕ ናይ ካቶሊክ ቤተክርስትያን መሳሊ ሸቶ ማለት ኣብ ዘን ምዕራባውያን ሃገራት ፍሉጥ እዩ ተን ሃብታማት ሃገራት ደይኮና ወይ ድማ ተን ቀዳሞት ሃገራት ሻቶ ደይብላ ከተማ ዳርጋ የላን መብዛሕትኤን ብኮተሊክ ዝተሃንፀ ሻቶታት ኣለዉ ሻቶ ሻቶ ሕጂ እዚኦም ሕጂ እቲ ናይ ብዙሕ ቃላት እዩ እንታይ ርኢና ልመዓልቲ እምበኣር ክልተ ነገራት ኣለና ብወድን ጓል ንፅዋዕ ነገራት ኣለውና ስምቶም ነም ኢልና ንፅዋዖም ቨንደኽ ንሱ ካብ ዝኾነ እዩ ድኣቱ ጸታዊ ዘለዎ ነገራት እንደገና ብብዝሒ እዚ ብብዝሒ ከዓ ዘለዉ እቲ ጸታዊ ዝበልናዮ ቨንደኽ ሸያጣይ ቨንዱዝ ሸያጢት ማለት እዩ ንጓል ኣንስተይቲ ዝምልከት ሌፖም ትፋሓት ብብዝሒ ይዒንቲ ብብዝሒ ወይ ድማ ሻቶታት ብብዝሒ ሻቶ ንባዕሉ ብትግርኛ እንዶ ኣሎ ሻቶ ተዘይተኣግዕ